ሰብስክራይብ ናለለ ናብ 11 ሽሕ ኢና ንጉስግስ ኣለና ስለዚ ኩለኹም ሰብስክራይብ ግብሩ ኸዚ ቀጥታ ናብ ፕሮግራመይ ክሓልፍ እየ ኸዚ ንቐፅል ቐድሚያ ግና ሓደ ዓብዪ ጉድ ክነግረኩም እሱ እንታይ ኣዩት ኢልኹምኒ ኣብ ስሚንቶ ዝተፈጠረ ጉድ ንዮ ሎማዕንቲ ካብ ትማሊ ትሒዙ ቅድም ትማሊ ነይሩ እዩ ዕዳጋ ግና ኣብ ስሚንቶ ዝተፈጠረ ዋጋ ግና ምውሳኽ ብጣዕሚ ብጣዕሚ ለደንግፅ እዩ ክንደይ እቲ ኢልኹምኒ ክልተ ሽሕ ቅርሺ ኮይኑ ኒዮ ሲሚንቶ ማለት እዩ ተኣዮ ወሲኸዎ ቴልኹምኒ ግን ዝተፈለጠ ነገር የለይ ኣብ መሰው ሲሚንቶ ባዕሉ ትፋብሪካ ናይ ምርቲ ጠጦማ ኣለ ኣጋጢሙ ንበሃል ወግዕታት እኒዮ ግን ኣውራ ለወሰኹ ዋጋ ግን ንፅር ኮይኑ ዝተፈለጠ ነገር የለይ ግን ሲሚንቶ ከተማ መቐለ ብክልተ ሽሕ ቅርሺ እዩ እናሸጠ ልርከ ማለት እዩ ስለዚ ብናይ ቦክሰር ሞተር ዋጋ ንጀመረ እሞ ካብኡ ናይ ኣርቲኣር ካብኡ ናይ ባጃጅ ናይ መሃንድራ ናይ ኤሌክትሪክ ሞተር ናዋና ንቕፅልና ማለት እዩ ስለዚ ቦክሰር ሞተር ኣብ ከተማ መቐለ ቦክሰር ማለት መብዛሕትኡ ግዜ ትሰምዕዎ ትኾኑ ኢኹም ብጥንካሩ ይኹን ብኣገልግሎቱ ብጣዕሚ ለመስከረ ጠንካራ ዝበሃል ቦርድ ዘለዎ ዓቕሙ እውን ብጣዕሚ ፅቡቕ ዝበሃል ፐርፎርማንስ ዘለዎ ሞተር እዩ እሱ እውን በንደይ በንዲ ኢና ንረኽቦ ኢልኩምኒ ብመጀመርያ ብ125 ሲሲ ብ150 ብ190 ሲሲ ንረኹም ኢና ማለት እዩ ናይ ፈረስ ክርወቶም ማለት እዩ ዝኸድዎ ርሕቀት እውን ኪሎ ሜትር እዚ ኩሉ ዘጠቓለለ ክንዲ ህንዲ እዮም ዝኾነ ንረኣ ስለዚ ቦክሰር ሞተር ብ150 ሲሲ ኣብ ከተማ መቐለ ህንዲ ይሽወጥሎ ቴልኹምኒ ብ150 ሲሲ ክኾን ተሎ 220 ሽሕ እናተሸጠ ይርከብ ቦክሰር ሞተር ብ220 ሽሕ እናተሸጠ ይርከብ ብ125 ካብኡ ቀንስ ለበለ ይንሸ ግን ብ150 ክኾን ተሎ ግና ማእኸላይ ዝበሃል ጠንካራ ዝኾነ ኣገልግሎት ወይ ድማ ምስ ዋጋና እውን ንገዝኦ ተመጣጣኒ ዝኾነ ዕዳጋ ስለ ንረክብ ማለት እዩ ስለዚ ናብ 150 ሲሲ ክኾን ተሎ ቦክሰር 220 ሽሕ እናሸጠ ይርከብ ተማ መቐለ ማለት እዩ ናይ ከለር መማረፂ ንእትደልዩ ድማ ብቢጫ ብቆፃል ብድስ ዝበለኩም ካብዚኦም ናብ ዓለም ዝኾነ ብብላክ ለለ ብፀሊም ትደልዩ ሰባት ሃሊኹም ብቀይሕ ብደስ ዝበለኩም ዓይነት ከለር መማረፅለ ተዳልዩ እዩ መፂኹም ብቻ ብስልኪ እዚ ኣብ ኮሜንት ላቕምጠልኹም ስልኪ እኒኦ ብኡ ደዊልኹም ኣናግርዎም ብልበለፀ ሶም እውን ለማኽሩኹም ነገር ክህሉ እዩ ማለት እዩ ስለዚ ብደስ ለልኩም ከለር መማረፂ እውን እንዩ እዩ ማለት እዩ ዋጎ እውን ናይ 150 ሲሲ 220 ሽሕ እንዮ ዕዳጋ ማለት እዩ ብቦክሰር ክኾን ተሎ ብኤሌክትሪክ ዝሰርሓ ሞተር እውን ንርኢ ተለና ኣብ ዕዳጋ ህንደይ ይሽወጥ ኣለዋ ልብል ድማ ንርኣ ኤሌክትሪክ ሞተር ኣብ ከተማ መቐለ ብህንደይ ብህንደይ መማረፂ ኒኦ ካውለለ ዋጋ ከ ክንደይ ይበፅሕ ልብል ድማ ንርኢ ኣለና እዘን ናይ ኤሌክትሪክ ሞተር ኣብ ከተማ መቐለ ከዚ ንሪኦ ብ80 ኪሎ ሜትር ብሓደ ፉል ቻርጅ ክኸዳ ዝኽእላ እየን ብሓደ ፉል ቻርጅ ብ80 ኪሎ ሜትር ክኸዳ ዝኽእላ እኒዋ ካብ ለለ 120 ኪሎ ሜትር ለ ክኸዳ ዝኽእላ እኒዋ ማለት እዩ ስለዚ ዕዳገን ከ ከመይ እዩ ወይ ድማ ዋገአን ከመይ እዩ ትልኹምኒ ዋገአን ብ80 ኪሎ ሜትር ብሓደ ፉል ቻርጅ ሓደ ግዜ ቻርጅ መሊእና 80 ኪሎ ሜትር ንምኻድ ብ ሚእቲ ዕስራ ሽሕ እናተሸጣ ይርከባ እዘን ሞተራት ኤሌክትሪክ እዚአን ማለት እዩ እተን ናይ ሚእቲ ዕስራ ኪሎ ሜትር ለለ ብሓደ ፉል ቻርጅ ክኸዳ ዝኽእላ ለለ ብሚእቲ ሰማንያ ሓሙሽተ ሽሕ እናተሸጣ ይርከባ ማለት እዩ እዘን ኤሌክትሪክ ሞተር እዚን ብጣዕሚ ቆንጆ እየን ኣብዚ ኸ ሰዓት ካብቶም ነዳዲ ምስ ተወሳኺ ምስ ዕዳጋ ለየለ ምዃኑ ለለ ነዳዲ እዘን ኤሌክትሪክ ሞተር ኣብ ከተማ መቐለ ብሰፊሕ ኣገልግሎት ናሃባ ዝርከባ ናይ ትራንስፖርት ኣገልግሎት ልህዋ ኤሌክትሪክ ሞተር እየን ማለት እዩ ስለዚ እዚን ክንደይ ወስደለ እንተልኩም ለለ ቻርጅ ንምግባር ካብ ሰለስተ ክሳብ ኣርባዕተ ወይ ድማ ካብ ኣርባዕተ እስካ ሓሙሽተ ብለሉ ከከም ዓይነተን ንዓለ ዝኾነ ናይ ቻርጅ ንምምላእ ግዜ ዝወስደለን እዋ ካብ ሰለስተ ክሳብ ኣርባዕተ ሰዓት ዝወስዳን እዋ ካብ ለለ ካብ ኣርባዕተ ለለ ክሳብ ሓሙሽተ ሰዓት ክወስዳ ዝኽእላን እዋ ማለት እዩ እዚ ቻርጅ ንምግባር እዩ ስለዚ ኣብ ከተማ መቐለ ዜን ብሰፊሕ እናተገዝአ ወይ ድማ እናተሸጠ ርከብ ኤሌክትሪክ ሞተር ማለት እዩ ከም ዝፍለጥ ነዳዲ የለይን እዩ ኣብ ትግራይ ብፍላይ ማለት እዩ ስለዚ እዚን ከም መማረፂ ፅቡቅ ኣገልግሎት ንትራንስፖርት ተዋሂደን መፅኤን ዘለዋ ኤሌክትሪክ ሞተር እዩ ማለት እዩ ካብተን ናይ ቦክሰር ካብተን ነዳዲ ዝጥቀማ ንሓሸ ዕዳጋ እናገበራ ልርከባ እዘን ኤሌክትሪክ ሞተር እየን ማለት እዩ ስለዚ ብዙ ዋጋ ዝመርካብ ትኽእሉ ኢኹም ካብዚ እውን ልዕሊ ዝበለ ኪሎ ሜትር ክኸዳ ዝኽእላ ኒዋ እየን ግን ዋገን ኣፎርድ ንምግባር ከበድቲ እየን ብጣዕሚ እስካብ 385 ሽሕ ልኸዳኒዋ ልዕሊኡ ልኸዳኒዋ ግን ዚን ልሓሸ ልበሃላ ዋጋ ምስ ኪሎ ሜትር ልኸዳ ኣብ ከተማ መቐለ ንብዙ ዋጋ ዝምርካብ ትኽእልዎን ኢኹም ማለት እዩ ስለዚ እዚ ይመስል ከዚ ቀፅልና ንሓልፎ ድማ ናብ ናይ ባጃጅ ዋጋታት ንሕለፍ ባጃጅ ኣብዚ ሰዓት ብናፍጣና ብነዳዲ ወይ ድማ ቤንዚን ዝሰራሓ ባጃጃት ህንደይ ሽወጥ ኣለዋ ኣብ ከተማ መቐለ ልብል ድማ ንርኣ እዚ ማለት እዩ ምስተን ኤሌክትሪክ ኣብ ዝኸሰዓት ባጃጅ ለ መፂእኒዋ የነው ከተማ መቐለ ብሰፊሕ ኣብ ትራንስፖርት ኣገልግሎት ተሳማሪን ለለዋ ለለ እዘን ኤሌክትሪክ ባጃጃትን ግን ሓንቲ ምክረ ዚኣ ተትነግርኩም ፅቡቅ ይመስለኒ እዘን ኤሌክትሪክ ባጃጃት ማለት እዩ ብዙሕ ግዜ ኣብ ውሽጢ ሰፈር ወይ ድማ ኣብ ኮረኮንቺ ዝኾነ ወይ ድማ ሓመድ ዝኾነ ቦታታት ትራንስፖርት ኣገልግሎት መሃብ ብጣዕሚ ክብድ ይብላ እየን ቦርደን ማለት እዩ እዚ ቦርደን ናተን ባጃጅ የቕል ኾነ ቦርድ ስለ ልግበረለን ማለት ድማ ትራንስፖርት ኣገልግሎት ነጥቀም ተለና እቲ ቦርደን ቅልል ዝበለ ንኤሌክትሪክ ቻርጅ ቶሌልካ ንምግባር ቶሌልካ ፍጥነት ንምውሳኽ ኢሎም ረቂቕ ቦርድ እዮም ገይሮምለን ግን እሱ ኣብ ዕዳጋ ንእሽይ ቅፅቕፅ ክብለን ክእል ለለ ዋጋ ለለ እስካብ ሓደ ሚሊዮን ዝበፅሕ ዋጋታት እዩ እኒኦ ማለት እዩ እዘ ናይ ናፍጣና ብቤንዚን ዝሰርሓ ባጃጃት ግና ብነዳዲ ማለት እዩ ንርእተርን ኣዋግዕን ክንደይ ንእቱ ኢልኹምኒ ብናፍጣ እኮ እንተሎ 685 ሽሕ ኣብ ከተማ መቐለ እናተሸጣ ይርከባ እተን ብናፍጣ ዝሰርሓ ባጃጃት ማለት እዩ እተን ብቤንዚን ድማ ዝሰርሓ ድማ 393 ሽሕ ኣብ ከተማ መቐለ እናተሸጣ ይርከባ ማለት እዩ ስለዚ ቢያጆ እየን ዝበሃላ እተን ባጃጅ ማለት እዩ እዚ ማለት ነና ዓደን ናይ ሂንዲን እዋ ናብ ዝተፈላለዩ ዓድታት እኒዋ ከከም ብራንደን ንዓለም ዝኾነ ዋጋ ኣፈላላይ እኒኦወን ማለት እዩ እዘን ባጃጃት እውን ብናፍጣ ናብ ብቤንዚን ብዙ ዋጋ ዝመርካብ ትኽእለውን ኢኹም እተን ኤሌክትሪክ ባጃጃት ግና እስካብ ሓደ ነጥ ሓሙሽተ ሓደ ሚሊዮን እስካብ ክልተ ሚሊዮን ለለ ምስ ሙሉእ መሸፈኒ ቦርድ ጌርኹም ንመግዛእ ተደሊኹም እስካብ ክልተ ለፅሓን ይዋ እስካብ ሓደ ነጥ ሓሙሽተ ለለ ንሽወጣን ይዋ ከተማ መቐለ ማለት እዩ ስለዚ ብኤሌክትሪክና ብናፍጣ ብቤንዚን ዝሰርሓ ባጃጃት ዋጋ እዚ ይመስል ማለት እዩ ሓድሽ እዩ ሎማዓንቲ ዕለት 27 ወርሒ 10 2017 ዓመተ ምህረት ስለሉ ሓድሽቲ ዋጋ እዩ መግዛእቲ ልዩ ሰባት ሃሊኹም ከም ተለመደ ኣብ ኮሜንት መጀመርያ ስልኪ ቀምጠልኩም እያ ብኣ መሰረት ደዊልኹም ምጥያቕ ኮነ ደስ ዝልልኩም ሓበሬታ ምውሳድ ትኽእሉ ኢኹም ማለት እዩ ሕዚ ቀፂለ ንሕልፈኩም ናብ ናይ መሃንድራ ንሕለፍ እሞ ፕሮግራምና ኣብቶ ለለና ዓፂና ማለት እዩ መሃንድራ ኣብ ከተማ መቐለ ህንዲ ሽወጥ ኣለዋ ልል ድማ ንራ መሃንድራ ከም ትሪእዎን ኣለኹም እዘን ኣብዚ ቪድዮ ትሪእዎን ኣለኹም መሃንድራታት እዚን ንዓለም ዝኾነ ከም ተዓንቶ ይነገርኩም ነንባዕለን ዝኾነ ብራንድ እኒኦዋ ንምረተለን ዓዲ እኒኦዋ ማለት እዩ መሃንድራ ድማ ትራንስፖርት ኣገልግሎት ኣብ ዝኾነ ሰዓት ብንፅዕነት ማለት እዩ ብስሚንቶ ኣገልግሎት እኳ ተርእና ብጣዕሚ ብዙሕ ስራሕ እናሰርሓ ዝርከባ እተን መሃንድራ እየን ማለት እዩ ስለዚ ኣብ ከተማ መቐለ ዓብዪ ዝኾነ ምንቅስቃስ እናሃባ ዝርከባ እየን ፈሳሲ ሳሙና መሸጢ

ዋጋታት ብከምዚ ኣገልግሎት ንረክቦ ንክእልና ብተን ኣብዚ ትሪእዎ ኣለኹም ከለር መማረፂ እውን ብቆፃል ቢጫ ደስ ዝብለኩም ዓይነት ብፃዕዳ እውን ኣለዋ ማለት እዩ እተን ክትገዝዎ እንትደልዩ ዓይነት እውን እኒዋ ማለት እዩ ስለዚ ንልበለፀ ሓበሬታ ትደልኹም ስልኪ ኒእኩም ኣብ ኮሚኒቲ መጀመርያ ገይረልኩም ኒኢኹ ደውሉ ዓቕመን ደረጃን ዝሓሸ ነገር ኣለለ ካብኣቶም ትረኹ ትኽእሉ ኢኹም ኣነ ለሎ ዕዳጋ ይነገርኩም ኣለኹ ማለት እዩ ስለዚ ናይ ሎማዓንቲ ነበረ እዚታት ናይ ትራንስፖርት ኣገልግሎት መጓዓዝያ ኣለዋ ክንዲዚ ዋጋታት ሒዘን መፅእኒኦ ማለት እዩ ስለዚ ፅቡቅ ፕሮግራም ከም ንረ ኣይጠራጠሪ ላይክ ሼር ሰብስክራይብ ምግባርኩም ኣይትረስዑ ኣብ ናጋ ፕሮግራሚ ብና ፈርኒቸር ኣገልግሎት ተመሊሰ ክመፀኩም እየ ሰላም ንዓኻትኩም ይኹን ቻው